ዘይትደልዮ ነጥቢ መጺእልካ ኣብ ዘይትደልዮ ዩኒቨርሲቲ በጺሒካ። ከመይ ጌርካ ናብ ትደልዮ ዩኒቨርሲቲ ክትኣቱ ትኽእል፣ ብኸመይ ዓይነት መገድና ክንቅይሮ ንኽእል ዝብል ወሳኒትን ጠቓሚትን ክልተ ሰለስተ ዝኣኽላ ወሰንቲ ነገራት ሒዘልኩም መጺኤ ኣለኹ። እስካብ መጨረሻ ተኸታተሉና፣ ሳብስክራይብ ብምባል ከኣ ናይ ቻናልና ቤተሰብ ኩኑ። እታ ታይ ንዘይትፈልጡኒ እንኳዕ ናብ ቻናልና ከኣ ብደሓን መጻኹም። መጀመርያ ምርጫ ጉዳይ እዩ። ንስኻ በጺሒካ ዘሎ ግቢ ባዕልኻ መሪጽካዮ ድዩ ወይስ ኣይመረጽካዮን? ምክንያቱ እዚ ነገር እዚ ክብለኩም ዝደለኹ ቅድሚያ ሕጂ መሪጽናዮ ዘለና ዩኒቨርሲቲ እቲ ንደልዮ ዲፓርትመንት ኣለዎ ድዩ የብሉን። ንስኻ ሕጂ ማርኬቲንግ ክትኣቱ ደሊኻ ዝመረጽካዮ ዩኒቨርሲቲ ግን ማርኬቲንግ ዘይብሉ እንተኾይኑ ንምንታይ ኢኻ ተኣትዎ ዘለኻ ዝብል ነገር ክትፈልጦ ኣለካ። ስኢልካ ስለ ዝመረጽካ ጥራይ ክትኣቱ ኣለካ ማለት ኣይኮነን። ዝኾኑ ዝፈልጦም ኣዕርኽተይ ነይሮም። ንሶም ኣብ ኣኽሱም ዩኒቨርሲቲ እዮም ኣትዮምና። ኣብ ኣኽሱም ዩኒቨርሲቲ ከዓ ኣርክቴክቸር የለን። ኣርክቴክቸር ክኣትዩ ድሌት ነይርዎም። ኣርክቴክቸር ክንመሃር እና ገለ ገለ እናበሉ ደሓር ኣርክቴክቸር ከም ዘድሊ ፈሊጦም። ንኹሉ ነገር ክብለኩም ዝደሊ ቅድሚ ናብቲ ግቢ ንሱ ምኻድኩም ብዛዕት ግቢ ንሱ መጽናዕቲ ግበሩ። ዋላ ሕጂ በጺሒካ ዘሎ ዘይመረጽካዮ ግቢ ተኾይኑ ብዛዕት ግቢ ንሱ መጽናዕቲ ግበር። ክትቕይር ትሓስብ ተሃሊኻ ውን ናብ ትቕይሮ ግቢ እቲ ትደልዮ ዲፓርትመንት ኣለዎ ድዩ የብሉን ንሱ እኮ ክቕበለካ ዘይክቕበለካ ካሊእ ጉዳይ ግን ዘድልየካ ዲፓርትመንት ኣለዎ ድዩ የብሉን መጽናዕቲ ምግባርካ ድሕሪኡ ክትኸይድን ዘይክትኸይድን ክትውስን ትኽእል። እና ካልኣይቲ ብኸመይ ኢና ክንቅይሮ ንክእል ዝብል መሰረታዊ ነገር ኣነ ንባዕለይ ኣብ ካልእ ይግበየ ነይረ ኣብ ኣርባ ምንጭ ይግበየ ነይረ ሕጂ ኣክሱም ይግበየ ዘለኹ እና ከመይ ገይረ ይቀይሮ ብከመይ ዓይነት መገዲ ኢና ክንቅይሮ ዘለና ዝብል መሰረታዊት ነገር ከዓ ክትቅይሮ ድሌት ተሃሊካ ብክልተ ዓይነት መገዲ ክትቅይሮ ትኽእል ኢኻ መጀመርያ ሕጂ ሕጂ ክትቅይሮ ትኽእል ሕጂ ዳይሬክትሊ ናይ ሕማም ወረቀት ተፅሒፍካ ሕማም ይሃልኻ እይሃልኻ ብዘይግድስ እዚ ክብለኩም ከለኹ ደጓትር ክፍርሙልኩም ዝኽእሉ ተሃልዮም ኣብ ሆስፒታል ከይርኩም ፈርሙና እዚ ዓቕሚ ስለዘይብልና ናብቲ ግቢ ክንከይድ ስለዘይንኽእል ኣብ ዘይንደልዮ ዩኒቨርሲቲ በፂሕና ወይ ከዓ ዕግርግር ዘሎ ዩኒቨርሲቲ በፂሕና እዚኣ ተሓባበሩና ኢልኩም ምናልባት ተፅሒፎምልኩም ክቕበለኩም ይኽእል እቲ ግቢ ናብቲ ዝደለኹም መግቢ ኮይድኩም ክንኣቱ ደሊና ኢልኩም ትእትውሉ እሞ ምናልባት ክቕበለኩም ይኽእል ፅጉምቲ ኮይንካ ተፈናቐልቲ ኮይንካ ዝኾነ ሽግር ተሃሊካ ጽሒፍካ ወረቀት ከድካ ተእቲካሎም ክቅበሉካ ይክእሉ እዮም ኣነ ቅድሚ ሕጂ ኣብ ኣክሱም ዩኒቨርሲቲ ኣትየ ነይረ ተቀበሉኒ ገለ ዓቅሚ የብለይን ገለ ኢለ ግን ክሰምዑኒ ኣይከኣሉን ደሓር ኣብ ኣዲስ ኣበባ ምስ በጸሕኩ ተላኢኩ ተለጢፍካ ኣለካ ንዓ ሽምካ ተለጢፉ ኣሎ ንዓ እቶ ገለ ገለ ተባሂለ ኣይ ኣብዚ በጺሐማ ይምለስ ኢልኒ ኣርባ ምንጭ ከይደ ኣርባ ምንጭ ኣይተመቸወንን ካብ ኣርባ ምንጭ ናብዚ መጸ እታ ካልኣይቲ ኣነ ዝመጸኩላ መገዲ እያ እታ ካልኣይቲ ከኣ ቀዳማይ ስሚስተር ተማሂርካ ኣብ ካልኣይ ስሚስተር ናብ ዓድካ ምምጻእ ወይ ከኣ ናብቲ ዝደለካዮ ግቢ ምእታዋ ማለት እዩ። ሕጂ ኣነ እዚ እየ ገይረ መጀመርያ ከኡ ይሪኤክን ነይረ ክሳካዐለይ ኣይካኣለን ምስ ከድኩዮም ጸዊዖም ንገለ ክምለስ ኣይደለኩን ሲኢለ ግን ኣብኡ ይማሃር ጸኒሐ ቀዳማይ ሲሚስተር ተማሂረ ካልኣይ ሲሚስተር ናብ ዓደይ መጽየ እዚ ነገር እዚ ክብለኩም ከለኩ ቀሊል ኣይኮነትን እዚኣ ብጣዕሚ ክብድ ትብል ነገር እያ ክልተ ቅነ ሓደ ሰሙን ይወስድልኩም እዮም እና ቀዳማይ ሲሚስተር ነጥብኩም ምስ ተሰርሐልኩም ምስ ተስተካከለልኩም ናብቲ ትደልይዎ ግቢ ወረቀት ትእትዉ ዝኮነ ሰብ ክእትወልኩም ዝክእል ቤተሰብ ይኩን ሓውኩም ገለ ገለ ተሃሊኩም ወራውት ይእትወልኩም እንታይ ልእትወልኩም ሕሙም እዩ ወይ ኢሉ ሕማም ተሃሊኩም ሽግር ተሃሊኩም ወይ ከዓ ችግር ኣለዎ ዓቕሚ የብሉን ክመሃረ ይኽእልን እና ኣብቲ ግቢ ዘለዎ ብጣዕሚ ስለ ዝፀገሞ ገለገለ ኢሉ ይእትዎ ካብኡ እቲ ግቢ እቲ ኣእትዩሉ ዘሎ ግቢ ይቕበሎ ዝብል ደብዳቤ ወረቐት ይህቦ ንመን ንቲ ቤተሰብኩም ወይ ከዓ ሓውኩም ኣምፀኣልና ኢልኩም ዝላኣኩሞ ወይ ከዓ ሪፖርት ግበረልና ኢልኩም ዝላኣኩሞ ዳይሬክትሊ እታ ደብዳበ ንሳ ናባኹም ይልእኸልኩም ናባኹም ምስ ላኣኸልኩም ቦስታ ገይሩ ዳይሬክትሊ ንስኹም እታ ወረቀት ንሳ ሒዝኩም ናብቲ ዘለኩሞ ግቢ ትኸዱ እዚ ክቅበለካ ኢልኒዩ እዚ እዚ ፀገም ስለ ዘለኒ ኢልካ ወረቀት ትስትዎ እና እታ ናይ ሕማም እታ ናይ ፀገም ወረቀት ውን ምስኣ እያ ትኸይድ ንሳ ከይዳ ምስ ሃብኩሞ

ግን ሓደ ክትፈልጥዎ ዝግበኣኩም ኣነ ሓደ ነገር ክነግረኩም ሕጂ ዳይሬክትሊ ናብ ዘይኮነ ዩኒቨርሲቲ ትኸዱ ተሃሊኹም ንኣብነት ናብ ከበድቲ ዩኒቨርሲቲታት ሕጂ ኣርባ ምንጭ ይኹን ገለ ይኹን ትምህርቶም ብጣዕሚ እዮም ስሬስ በቃ ቀልዲ ዝበሃል ነገር የለን ኣብ ትግራይ ብቐሊሉ ነጥብኻ ታስተኻኽል ትኽእል ቀዳማይ መምሃራን ብዙሕ ዘካው ዘይኮኑን ካልኣይ ፈተናኦምስ ከቢድ ኣይኮነን ናይ ኣርባ ምንጭ ብጣዕሚ ከቢድ ፈተናኦም ሕጂ ናይቶም ካልኦት ዓድታት በቃ ስሬስ እዩ ትምህርቲ ስለዚ ስሬስ ኮይንካ ክትመሃር ድልየት ተዘይሃልይካ ኣብ ዓድኻ ትረፍ ነጥብኻ ተባላሽዩ ናብዚ ክትመጽእ ብጣዕሚ ይኸቢድ ኣነ ነጥበይ ካብ ሩባ ምንጪ ናብዚ ክመጽእ ከለኹ ክንደይ ሕጂ ዝመጽእ ትሕቲ ስሪ ነይሩ ሕጂ ስሪ ፖይንት ስሪ ስሪ ፖይንት ፋይቭ ገይረ ኣለኹ ነጥበይ ኣስተኻኺለ ኣብዚ መጽየ ማለት እዩ ካብኡ ዘይትደልዮ ዲፓርትመንት ከእትውኻ ስለ ዝኽእሉ ነጥብኻ ተተባላሹ ኣብ ዘይትደልዮ ዲፓርትመንት ክትኣቱ ስለ ትኽእል ስለዚ መጀመርያ ሕጂ ተትገብርዋ ይሓይሽ ይብል ዓቕሚ ኣለኒ ክፍትኖ ይኽእል እየ ምንም ጣጣ የብለይን ኢልካ ትሓስብ ተሃሊኻ ግን ኪድ ሞኩሮ ነጥብኻ ሒዝካ ምጻእ ኣብዚ ግን ዘይትደልዮ ዲፓርትመንት ከይትኣቱ ካልኣይ ጽጉም ተኾይንካ ዓቕሚ ተዘይሃሊካ ናብ ርሑቕ ግቢ ኣይትኹዱ ሕጂ ዝፈልጦ ዓርኪ የለን እና መቐለ ዩኒቨርሲቲ ክበጺሕዎ ድሕሪኡ መቐለ ምስ ከደ ካብ ሽረ ንመቐለ ከኣ ሓደ ሽሕ እዩ መሳፈሪ ርዳታ ኣሎ ገለ ኣሎ ገለ ኣሎ ተፈናቓል ኮይንካ ቤተሰብ ዓቕሚ የብሉን ከምህረካ ኣይኽእልን በታ ርዳታ በቲኣ በቲኣ ኢልካ ክትመሃር ትኽእል ስለዚ እዚ ብጣዕሚ ከቢድዎ መቐለ ናብዚ ክመጽእ ኣይኽእልን ርዳታ ክቕበል ኣይኽእልን ንስሪ ተዘይመጽዩ ዶ ገለ ዶ ገለ ዶ ዝብሃል ነገር ኣሎ ክንደሻዕ ይቕጻዕ ስለዚ ጸጊምኒ ሸጊርኒ እዚ ኮይነ እዚ ኮይነ እዩ ዝብለኒ ኣነ እንታይ ክብሎ ይኽእል ኣጆኻ ድሓን ክሓልፍ እዩ ጠንካራ በል ገለ በል ገለ በል ገለ ይኽእሎ ስለዚ ጽሬት ትምህርቲ ትደልዩ ተኾንኩም ኣብተን ዓበይቲ ዩኒቨርስትታት ተበጽሕኩም ጽቡቕ ንስኹም ግን ዓቕሚ ተዘይሃልዩኩም ፋይናንሻሊ ሽግር ተሃልዩኩም ዓቕሚ ናይ ትምህርቲ ተዘይሃልዩኩም ኣብ ቅልል ዝበለ ዩኒቨርሲቲ ኣቲኹም ዓርሰኹም ክተስተኻኽሉ ሞክሩ። ብኸምዚ ዓይነት ብቐሊሉ ክትቕይሩ ከም ትኽእሉ ፈሊጥኩም ተጠቒምኩም ከም ዘለኹም ርግጸኛ እየ። ንቐጻሊ ክንጋለ ትደልዩ ተኾንኩም ሳብስክራይብ ብምባል ናይ ቻናልና ቤተሰብ ኩኑ። ሰሰናዩ ደቅኖ።